ሰላም ሰላም ክቡራት ተኸታተልተይ ብዘለኹምዎ ኮይንኩም ነዛ ቪድዮ ትሪኡ ብምልእኹም ሰላምኩም ብዝሕ ትርፍ ይበለለይ። ሎማዓንቲ ከዓ ብሕቶኹም መሰረት ከምዚ ትሪእዎ ኣለኹም እንዳ ቆንጆ ቆንጆ መሸጢ ፋርሻ ወይ ከዓ ምንፃፍ ናይ ምድሪ ተረኺበ ዋጋታት ሒዘልኩም መፅ ኣለኹና ሓቢርኩምኒ ክሳዕ መጨረሻ ምሳይ ፅንሑ ማለት እዩ። ነዛ ቻናለይ ሓደሽቲ ዝኾንኩም ሰብስክራይብ ብምግባር ቤተሰብ ኩን ኢኹም። ነዛ ቪድዮ እውን ላይክ ብምግባር ጀምርዎ። ከምዚ ትርእይዎ ኣለኹም ምንፃፍ ናይ ምድሪ ዝተፈላለየ ዓይነት ምንፃፋት እኒኦ በብደረጅኡ ናይ ቱርክ እኒኦ ናይ ውሽጢ ዓዲ እውን እኒኦ ናይ ቱርክና ናይ ቱርክና ናይ ኢራን ዝበሃል ምንፃፋት እኒኦ በብደረጅኡ ከዚ ተቀዳማይ ፋርሻ ወይ ከዓ ምንፃፍ እሲ ናይ ምንታይ ዓዲ እዩ? ናይ ቱርኪ ናይ ቱርኪ ኦኬ ናይ ቱርኪ እዩ ቀዳማይ ምንጻፍ ትብሎ ኣላ ሕዚ ንኣብነት እዚኣ እኒኣ እዚኣ ሲ ክንደይ ሜትር እያ ሜትሮን ፈረቓን ብክልተን ዒስራን ኦኬ ሕዚ እዚኣ ክንደይ እያ ዓሰርተ ሓደ ሽሕን ሓሙሽተ ሚእትን እዛ ትርእይዋ ኣለኹም ሜትሮን ፈረቓን ብክልተን ዒስራን ዓሰርተ ሓደ ሽሕን ሓሙሽተ ሚእትን ማለት እዩ ዙተር ኢሉ እኒኦ ከምዚታት ሲ ሳይዙ ሓደ ድዩ ምስ እዚ ሳይዙ ሓደ እዩ ዋግኡ ግን ይፈላለ እዩ ሕዚኣ ናይ ቱርክ ድያ እዚኣ ናይ ቱርክ እያ ትበሃልላ እዛው ዝኒኣኸ ክንደይ እያ እዚኣ እውን ናይ ቱርክ እያ ዓሰርተ ሓደ ሽሕን ሓሙሽተ ሚእትን እዚኣ እዚኣ እዚኣ ኦኬ እዚኣ እሺ እዚኣ ናይ ቱርኪ ኮይና ስታንዳርዳ ከዓ ናይ ኢራን ከመይ ማለት እዩ ቆንጆ ዲሙን እዩ ሕዚ ወይስ ዝበለፀ ኦኬ ሕዚኣ ክንደያ ኦኬ ኣፈላላይ ግን እኒኦዎ እዩ ኦኬ እዚ ብጣዕሚ እዩ እንትን እዚ ምንጭት ዝብል ነገር ኦኬ ሕዚኣ ክንደያ ዓሰርተ ሽዱሽተ ሽሕን ሓሙሽተ ሚእትን ማለት እዩ እዛ ሚትሮን ፈረቓን ብክልተን ኢስራን ሳይዙ ማለት እዩ ካብኡ ልተፈለየ ዋጋ እኒኤኪ ድዩ እዚ ካብኡ ዒስራ ክልቲኦም ኦኬ ሕዚ ካብዚ ክሳዕ እዚ ጀሚርካሲ ዋግኡ ዝተሓተ ዋጋ ክንደይ እዩ? ዝተሓተ ዓሰርተ ሓደ ሽሕ ሓሙሽተ ሚእቲ ዝለዓለ ከዓ ዓሰርተ ሽዱሽተ ሽሕ ሓሙሽተ ሚእቲ ኦኬ ክቡራት ተኸታተልተይ ካብዚ ጀሚርካ ክሳዕ ዘን ወሰን እዚኤን ዘለዋ ሜትሮን ፈረቓን ብክልተን ዒስራ ሳይዝ ዝተሓተ ዓሰርተ ሓደ ሽሕን ሓሙሽተ ሚእትን ዝለዓለ ከዓ ዓሰርተ ሽዱሽተ ሽሕን ሓሙሽተ ሚእትን ማለት እዩ ያው ሚትሮን ፈረቓን ካበይ ናበይ ግን ይኾን ንፅል ኒኤክ ድዩ ዝረአ እ? ፅንሕ ኣብኣ ኩን እሞ ክንፅላ ዋላ ባዕለይ እዚኣ ዶ ክገብራ እሺ ይቅርታ ነፂለ ከርእየኩም ንክርድአኩም ምእንታይ ካበይ ናበይ ትኾን ትብል እዛ ምንፃፍ ከርኢ ማለት እዩ ከርእየኩም በቲነ ምክንያቱ ብሚትሮ ዘይርደኩም ብዙሓት ኣሕዋት የለኹም እና ዋው ደስ ክብል ግን ኩራት ተኸታተልቲ በስማም ይኸው ደው ኢልክባር እየ ብልዮ ኣጸቢቕኺ ይሀው ሳይዙ ነዚ ይመስል ማለት እዩ እዛ ሚትሮን ፈረቓን ብክልተን ዒስራን ነዚኣ ትመስል ከምዛ ናተይ ገዛ ዘላ ሳይዝ ማለት እዩ ካብኡ ዝዓበየ ሳይዛት እኒኦ ክንደይ ምዃኑን ጥይቖም ኢና ሓቢርኩምኒ ክሳብ መጨረሻ ፅንሑ ማለት እዩ ኣብኣትኹንዶ እሺ ኦኬ ኣብዚታት ከዓ ዓበይቲ እኒኦ እሱኸ ክንደይ ብክንደይ ይበሃል? ክልተ ብሰለስተ ኣብ ማእኻል ሶፋ ዝኸውን ዕብይ ዝበለ ካብዚ ስለዓበየ እኒኦ ኦኬ እዚ ከዓ ክልተ ብሰለስተ ይበሃል ክንደይ እዩ እዚ ከዓ ዝለዓለ ዋጋ ሰላሳን ክልተን ሽሕ ናይ ቱርኪ ማለት እዩ ኦኬ ስታንዳርዶም ናይ ኢራን ዝኾኑ ሰላሳን ክልተን ሽሕ ዝቐደማይ ደረጃ ማለት እዩ እ፣ ልተሓተኸ ወይ ልለዓለ ልተሓተ ዕስራን ሓደን ሽሕ ትብሎ ኣላ ማለት እዩ ከምዚ ትርእይዎ ኣለኹም ካብኡ ከዓ ዓበይቲ ከዓ እኒኦ ክልተይ ፈረቓይ ብሰለስተይ ፈረቓይ ንሰፊሕ ገዛ ሙሉእ ንሙሉእ ዶ የብል ይኾን ኦኬ ክንደይ እዩ እሱ ኸ? ህህ ሳላሳን ሰለስተን ሽሕ ኩሎም ናይ ትርኪ እዮም ትብሎምላ ሳላሳን ሰለስተን ሽሕ ትብሎላ ካብ ሳላሳን ሰለስተን ሽሕ ንላዕሊ ናይ ምንፃፍ ዋጋ እኒኦ ድዩ ካብኡ ዝላዕሊ የለይ ኦኬ ዝለዓለ ዋጋ ናይ ምንፃፍ ወይ ከዓ ናይ ፋርሻ ናይ ምድሪ ሳላሳን ሰለስተን ሽሕ ብቀዳማይ ደረጃ ትብሎላ ካብኡ ንላዕሊ ዋጋ የለን ልተሓተ ዋጋ ከዓ ያው ብከምዚ ዓይነት ሳይዝ ዓሰርተ ሓደ ሽሕን ሓሙሽተ ሚእትን ማለት እዩ ኩራ ተኸታተልተ ይሆ ኣድራሻ መጨረሻ ከቕምጠልኹም እየ ኣብዙ ኣፍሪካ ፈርኒቸር ፊት ልፊት ኢና እኒኤና ይመስለኒ ብቕድሜና ኣፍሪካ ፈርኒቸር ይረአየኒ ኣሎ ፊት ንፊት እዩ እኒኦ ኣብዚታት እኒኦ ከታዩ ተቆር- ቆሪፅካ ልውሃው ልም- ብሚትሮ ዲል ሽወጥ ብካሬ ልካሬ ክንደይ ኣሃ ከከም ደረጅኡ ሀዚ ቀደማይ ልበሃል ናይ ቱርኪ ክንደይ ክሩ ኦኬ ዝቆንጆ ልበሃል እሺ ክንደይ እዩ እዚኣ ሰለስተ ሽሒ ሸውዓተይ ንካሬ ማለት እዩ ሰለስተ ሽሒ ሸውዓተይ እዚ ከዓ ኩራ ተኸታተልተይ ካብዚ ምርጽ ኣቢልኩምሲ ማዕረ ገዝኦም ንክወስዱ ድዩ ማዕረ ገዝኦም ኦኬ ማዕረ ገዛኹም ድዩ ማዕረ እታ ዝደለኹምዋ ካብዚኣ ብካሬ ዓቂንኩም ንምውሳድ ሰለስተ ሽሕን ሸውዓተ ሚእትን ማለት እዩ ዝለዓለ ድዩ ኦኬ ዝተሓተ ከ ዝተሓተ ዋጋ ከዓ ሰለስተ ሽሕ ንካሬ እኒኦ ማለት እዩ ካብዚታት ዶ ይኾን? እዚኣቶም ዝቐነሱ እዮም። ናይ ውሽጢ ዓዲ ድዮም? ናምንታይ ደኣ ናይ ቱርኪ ኦኬ። እዚኦም ከዓ ዝቐነሱ እዩ ዋግኦም። እዚ ከ ብሚትሮ ድዩ ዝሽወጥ? ብካሬ ዝውን እዚኦም ከ ክንደይ? ሰለስተ ሽሒ ክልተ ሚእቲ ኦኬ። እሺ ካብኡ እንታይ እኒኦ ዝቐረየልክን ነው እዚ እዚኦም እዚኦም ከ ክንደይ እዮም ንሚትሮ? እዚ ከ ክንደይ ኢልክኒ ንካሬ? ሽሒ ሸውዓተ ሚእቲ ሓምሳ እዩ። ኦኬ እዚኦም እዚ እዚ እዚ እዚ እንታይ ደኣ እዚኣ ካብ እዚኣ ከ እዚኣ ኦኬ እዚኣ እዚኣ እዚኣ ሽሕን ሽሕን ሸውዓተ ሚእትን ንሜትሮ ማነው ልካሬ ማለት እዩ ዝለዓል ኒኤኸ ቆንጆ ልመስል ሰለስተ ሽሕ ሓሙሽተ ከምቲ ማለት እዩ ዝትርእይዎ ኣለኹም ላዕለዋይ ከዓ ሰለስተ ሽሕን ሓሙሽተን እዚ ከዓ እኒኦ ከምዚ ዓይነት ምንፃፍ እዚኣ ከ ክንደይ ኣርባዕተ ሽሕን ሓሙሽተ ሚእቲ ልበይና እዎ ኣርባዕተ ሽሕ ሓሙሽተ ሚእቲ ኦኬ እዚኣ ኸ ሓሙሽተ ሽሕ እሺ እዚ ላዕሊታት እኒኦ ኸ እንታይ እዩ እዚ ዓበይቲ ምንፃፋት ኸምዚ ሶላት ገለ ልስልዩሉ ድዩ እኒኦ? ኣሃ ልገዛ ምንጻፍ እውን ይኾን እዩ ዓበይቲ እዩ ኣሃ ከምዚ ኮይኑስ ንሱ ብረቂቕ እስኻ ክንደይ እዩ ከከም ሳይዙ ሕዚ ዝተሓተ ዋጋ ክንደይ እዩ ሚትሮይ ስሳይ እሺ ትሽዓንተ ሽሕ ኦኬ ሚትሮይ ሱሳይ ትሽዓንተ ሽሕ ትብሎ ኣላ ካብኡ ክቡራት ተኸታተልተይ ዝላዕሊ እኒኦ ትርእይዎ ኣለኹም ዶ ናይዙ ምንፃፍ እንታይ ኢል በሃል ኤሌክትሪክ መኮስተር ድዩ እንታይ በሃል ሞብ ትግርኛ ይሄው እዚ እውን እኒኦ ማለት እዩ። በነገራችን ላይ ኣብ ዓድና ገንዘብ ትሒዝካ ኣብ ደገ ዘሎ ኩሉ ኣብዚ ኣሎ እዩ ማለት እዩ። ምንም ዘየላ ነገር የላይ። ይኸው እዚ ከማን ዓድና እኒኦ እዩ ማለት እዩ። ምክንያቱ ብዙሓት ኣሕዋተይ ዓድና ከሎ ዶ ይኸውን ከምኡ ገለገለ ትብሉ ኣሕዋተይ ያው ኣሎ እዩ ከምዚ ትርእይዎ ኣለኹም ካብ ምንፃፍ ጀሚሩ ምስ መፅረይኡ እኒኦ እዚ እዚኣ ከ ክንደይ እያ? ስሳ ሽሕ እ

ናይ ማይ እሳ ናይ ማይ እያ እዚኣ ግን ዙ በቃ ናይ ምንጻፍስ ከም መኾስተር ነገር ማለት እዩ ልኾነ ጸጉሪ ምናምን ዘልዕል ኣወ ከምኡ እዩ እኒዋ ኦኬ ያው ኩራት ተኸታተልተይ እዚኣ ሱሳ ሽሕ ትብላ ኣላ ዋጋኣ ግን ሱሳ ድያ ሱሳ ሽሕ እዛ ንእሽተይ ከ ክንደይ ኢልክያ እዛ ናይ ማይ ሓምሳይ ሓሙሽተይ ሶፋ መፅረይ እውን እኒኦ እዩ ከምዚ ንሓፀብኻ ከምዚ ሶፋ ከምዚ ነገርኻ መሕፀቢ ሓምሳይ ሓሙሽተይ ሽሕ ትብሎ ኣላ ማለት እዩ እዚታት ኸዓ ታይ እዩ እዚ ትሪእዎ ኣለኹም ከዓ ዝላዕሊ ያው ከምቲ ትሪእዎ ኣለኹም እዚ ኸ ዋግኦ ክንደይ እዩ ልሜትሮ ኢስራይ ክልተይ ሽሕ ማለት እዩ እዚ ትሪእዎ ኣለኹም ምንፃፍ ኸዓ ኣብዚ ላዕሊ እኒኤክና እና ሚትሮን ሓምሳን ዶ ይኾን ኮምፎርት ኦኬ ክንደይ ዋግኡ ከ እ እሺ እ ያው ዋጋ እያ ትጥየቐልና ኣላ ዝሮ ዝሮ ዕስራይ ኣርባዕተይ ሽሕ ማለት እዩ እና ከምዚ ትርእይዎ ኣለኹም ቆንጆ ቆንጆ ቆንጆ ቆንጆ ምንፃፋት ኣበይ ቦታ ይርከብ መሲልኩም እስኪ ኣድራሻ ክወኩም ለቐደም ስልክ ቁፅሪ ማለት እዩ ዜሮ ትሽዓንተ ናታትኩም ናዚ በዓል ገዛ ቁጽሪ ዓሰርተ ኣርባዕተ ሰላሳ ዜሮ ክልተ ኣርባዓን ሽዱሽተን በዚኣ ደዊልኩም ደስ ዝበለኩም ነገር ምእዛዝ ይከኣል እዩ ማለት እዩ። ሎማዓንቲ ዝነበረኒ ቪድዮ ነዚ ይመስል። ብጣዕሚ እየ ዝፈተኩም ቻው